እሺ ቤተሰብ እንታይ ኢና ንሰምዕ ዘለና። ብጣዕሚ ዘሕዝን ደቂ ያኸ ማዓረ ክንደይ ኢና ከም ህዝቢ ወዲቅና ማዓረ ክንደይ እዩ ነዚ ሰብ ገንዘብ ከምዚ ገይርዎ ዘሎ በቃ ዕርቃና ዕርቃና ጥራሕ ነብሰ ኩሉ በቃ ኮስትመ የብላ ገለ የብላ ጥራሕ ነብሳ ገይሮም ከምዚ ገይሮም ኣሲሮማ እዚ ኢዳ ዘይግበር ባ ኣነ ምሽ ኢለኩም ቀደም ሴት ከምዞም ኤርትራ ካ ዓብይ ክባይ ትኣምኑ ኣሎ ኣነ ኢለኩም እዮም መጀመርታ ኢንግላንድ እቱ ምስ በለትስ ናብ ጎዝዮ ከይዳ እዚኦምን ካልኦትን ኣብዚ መደብ እዚ ክንከታተል ኢና።

እሺ ቤተሰን መጀመርታ ነዚ ቻናል እዚ ሓደሽቲ እንተድኣ ኮንኩም ሰብስክራይብ እና ላይክ ናገበርኩም ናዚ ቻናል እዚ ቤተሰብ ምኳን ኣይትረስዑ ኢኩም መጀመርታ ከዚ ሰብስክራይብ ናገበርኩም ላይክ ናገበርኩም እዚ ቪድዮታት ቐጽልዎ እሺ ቤተሰብ በቲ ፈላማይ ቪድዮና ንቕጽል ኣለና ሰናይ ምክትታል። ኦፋራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለጅለውጠልና ወይለይ እፍልኩም እተው በልዕኹም ትገቡ ተኻዲንኩም ምቑጉይኹም ክዱ ክንዲ ናይዚ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒ ናይጆ ጉልበትና ጉልበትኩም ሙነይጎ ጉልበትኩም ሙነይጎ
ጥራሕ ነብሰይ ኮይነስ ማጨሎት ገለ ሕጸብ እየ ኣብታ ሙቭ ማለት እዩ ሕጂ ኣነ ከም ሰብ ቅሩብ ስክፍ ኢለ ነይረ ግን ክስራሕ ስለ ዘለዎ ከዓ ክሰርሖ ኣለኒ ክስራሕ ኣለዎ ከም ተጻሒፉ ዘሎ ጽቡቕ ስራሕ ስለ ዝኾነ ዋጋ ክፍለካ እዩ ግድድነት ማለት እዩ ኩቤ ከምዚ እናተሰከፈ እዩ ሓቲትኒ ማለት ሲ ከምታ ተጻሒፋ ዘላ ዶ ክንገብራ ማለት ገለ እንዳበለ እዩ ወስጠይ ዝገብረኒ ነይሩ ዋሲ ኣይስከፍን እንድዩ ግን ከም ሰብ ስቑሩብ ስክፍታ ኣርእኒ ማለት እዩ ንመጀመርታ ግዜ እምበር ጉዳይ ኣይኮነን ደስ ዝበሎ እዩ ዝዛረብ ሓሳቡ ክግለፀሉ ኣለዎ ክመፀሉ ኣለዎ ገለ ባይዘወይ ከምሳት ነይሩ ኣብ ስራሕ ዘጋጥም ነገራት እቲ ኣባሃህሉ ኣነ ይርስዖ ነ ከምታ ተፃሒፋ ዘላ ዶ ክንስእላ ወላ ገለ እናበለ ከምታት ነይሩ ካብ ሎሚ ጀሚርካ ገንዘብ ከተዋህልል ዝሕግዙኻ ሸውዓተ ቀለልቲ ግን ከኣ ኣድማዕቲ ሜላታት። ቀዳመይቲ፣ ወጻኢታትካ ብደቂቕ ትቖጻጸር። መዓልታዊ እትገብሮ ወጻኢታት ይውሓድ ይብዛሕ መዝግቦ። ወጻኢታትካ ምምዝጋብ ኣብ ምንታይ ዘየድሊ ወጻኢታት ትገብር ከም ዘለኻ ኣነጺሩ ከርእየካን ኣብ ኣጠቓቕማ ገንዘብካ ከኣ ጥንቁቕ ክገብረካን እዩ። ካልኣይቲ፣ ወርሓዊ ባጀት ይሃልኻ። ወርሓዊ ኣታዊታትካ ብምዝርዛር ኩሎም ወጻኢታትካ ነናብ መዓልኦም መድቦም። ንኣብነት ንገዛ ክራይ፣ ንኣስቤዛ፣ ንመጓዓዝያ፣ ንሓዋላ ወዘተ ኢልካ ወጻኢታትካ መድቦም። እዚ ኸኣ ኣበይ ብዙሕ ገንዘብ ተጥፍእ ከም ዘለኻን ከመይ ጌርካ ኸኣ ክትቁጥብ ከም እትኽእልን ንጹር ክገብረልካ እዩ። ሳልሰይቲ፣ ብዘይ መደብን ሃንደበትን ምግዛእ ኣቋርጽ። ሓንቲ ነገር ክትገዝእ ኣብ እትሓስበሉ እዋን፣ ነታ ነገር ከይገዛእካ ክሳብ ዕስራን ኣርባዕተን ሰዓት ተጸበ። መብዛሕትኡ ግዜ ነገራት ስለ ዘድልዩኻ ዘይኰነስ ብስምዒት ከም እትገዝኦም ፍለጥ። ራብዐይቲ፣ ናይ ምውህላል መደብካ ኣውቶማቲክ ግበሮ። ከተውሃሎ እትደሊ መጠን ገንዘብ ካብ ናይ ኣታዊኻ ሕሳብ ናብ ናይ ምውህላል ናይ ባንክ ሕሳብካ ብቐጥታ ከም ዝኸይድ ግበሮ። እዚ ናብ ካልእ ነገራት ወጻኢታት ቅድሚ ምግባርካ ንነብስኻ ከም ትኸፍላ ክገብረካ እዩ። ሓምሸይቲ፣ ኣብ ደገ ምምጋብ ኣውሕድ። ኣብ ገዛ ምምጋብ ንጥዕና ጥራሕ ዘይኮነስ ንቑጠባውን ኣዝዩ ኣዝዩ ሓጋዚ እዩ። ሓንቲ መዓልቲ ኣብ ደገ ንምድራር እተውጽኣ ገንዘብ ኣብ ገዛኻ ሰሙን ምሉእ ኣስቤዛ ክተግዝኣካ እያ። ሻድሸይቲ፣ ዘይትጥቀመሉ ክፍሊታት ወይ ከኣ ሳብስክሪፕሽንስ ኣቋርጽ፣ ደምስስ። ካብ ሕሳብካ ከይተረዳእካ ተቖሪጹ ዝኸይድ ከም ኦንላይን ስትሪሚንግ፣ ኔትፍሌክስ፣ ዘይትጥቀመሉ ናይ ጀም ክፍሊታት ወዘተ ወዘተ ደምስሶም። ሻውዓይቲ፣ ዝኾነ ነገር ኣብ እትገዝኣሉ ግዜ ሓሲሩ ኢልካ ዘይኮነስ ብዙሕ ግዜ ክጸንሕ ዝኽእልን ክብረት ዝህበካን ኦሪጅናል ነገር ግዛእ። ዋላ ቅድሚ ሕጂ ዘገልገለ ሰከንድ ሃንድ እውን ይኹን ኦሪጅናል ዝመስሎ ነገር የለን። ሕጂ ብሓንቲ ካብዘን ዝጠቐስናየን ጀምር። ኣብ ሓጺር ግዜ መጠን ዘዋህለልካዮ ገንዘብ ምብዝሑ ንዓኻውን ክገርመካ እዩ። ካብዘን ዝጠቐስናየን ሸውዓተ ሜላታት ንዓኻ ኣዝያ ደስ ዝበለትካ ይኔት እያ ንሓድሕድና መታን ክንመሃር መልስኻ ኣብ ናይ ኮመንት ቦታ ጽሓፍ። ሚኪ ሚኪ ምስ ኩሉ ማሺ ሰላሕ እንዳበልካስ መድረኽ ተበላሺ ወየ ንሕና መሲልና ሙሉቕ ኢልካ ዝጠፋኻ ቅንይ ተበልናስ ሓኒእካያ መጼኻ። ወዲ ሃይለ ከሪእዋ ዶ እዛ ሉቢ ትፍልጽ ምዃንኳ እንታይ ከይገብር ኣብ ኮቦርቱ እተዓምጸጽ ሚኪ ከኣ ብዙሕ ኣይትጨክነሉ ከምቲ እስኻ ሰላሕ እንዳበልካ ሰበይቱ ዝወሰድካሉ ኸምሹማ ኮይኑ ክኣቱ ፍቐደሉ ሓንቲ መራፅ ሳእ ዘለካ ወዳ ልቢ እቲ ሰብኣይ ካብታ ሰበይቲ ክሰር ሕጂ ውሽማ ፅቡቅ ኣይኮነን ንኣብነት ውሽማ ፅቡቅ ኣይኮነን እንታይ ትገብር ካብ ሓዳሩ እያ ትብትኖ ካብ ደቁ እያ ትብትኖ እሳ ናታ ዕላማ እንታይ እዩ እሱ ከመይ ገይሩ ናብ ኣመፅእ ብዛዕባ ደቂ ብዛዕባ ደቁ ይግድሾ ብዛዕባ ሰበይቱ ኣይግድሻ ምክንያቱ ካብ ገዝኡ ንክርስዕ ትገብሮ እንታይ ትገብር ሽዑ ምስ መፀት እታ ሰበይቲ ዘይትገብራ ሰበይቱ ዘይትገብሮ እሱ እንታይ ትገብር በቃ ኣሟሚቋ ግሊ ክትመፅእ ከሎ ጃኬቱ ኣልዒላ በቃ ገዓቱ ድያ ዋላ ትሱድፎቶ ጥዕምቲ ምግቢ ተሰሪሓ ዊዓ ማዩ ገለ ተቐራሪቡ ኢዱ ተሓፂቡ ብልዓለይ ስተየለይ ተባሂሉ ከቢሩ ኮፍ ብል ማለት እዩ ሽዑ በሊዑ ገለመልታት ገለምታት ገለምታት ማለት እዩ ገለመታት ሽዑ ይኸይድ እታ ሰበይቲ ግን ሰበይቱ ሓሪቓ ኣላ ኣይመፅን ደንጊዩ ኣሎ ክመፅ ከሎ እንታይ ኮይነ ቆልዑ ጨቕጨቕ እብሉ ኣነ እንታይ ዕብለን ከምዚ እንደ ኮይነ ገለ እንደ ኮይነ ገለ እንደ ኮይነ ሽዕኡ እቲ ሰብኣይ ካብ ስራሕ ክፍደስ ከሎ እንታይ ከውን ክልተ ዓይነቱ ከይድ ናብቲ ኣዶ ክኸይድ ሰላም ትህበኒ ወላ ናብዚኣ ክኸይድ ክትጨቕጭቐኒ ሽዑ እንታይ ይኸውን ውሽማ ይለምድ ወልፉ ይኾኖ ብኡ ገይሩ ከዶ ሰግንተይ ትገብሪ መሲልኪ ለባም ጓል ብልሕ ጓል ክትኮነ ከለ እንታይ ትኮኒ ከምታ ውሽማ ትኾነ ማለት እዩ ከምዚ ከ ዝኣምነካን ዝፈትወካን በዲልካንን ጸሊምካንን ይሆን ነብሰይ ዘጥፍእ ምስ ዘይኣምኖ ምስ እዝስ ክገብር ይኽእል ኢለ ምስ ዝበልክዎ ሰብ ምስኡ ክነብር ሕሹኽሹኽ ይብል እሞ ኣነ ከ እንታይ ይኹን ሳላ ሓንቲ ትኾን ቁኑዕ እንዲኻ ወይነይ ዳኣ ኣነ ን ብሌን ፅባቀ ኢኻ ሃሲኒ ቀናእ ፈተወይቲ ንሳ ጌርኒ።
ትጋገይ ኣለኺ ይፈልጥ ይጋገ ከም ዘለኹ ግን ከኣ ውሕስነተይ ዘገድሰኒ እንተሎ ኣነ ምስ ጽባቐኻ ክነብር ኣይክእልን እየ። በጃኻ ኣይትሓዘኒ ኣነ ነብሰይ ከድሕን ኢለ እየ። ካብ ምሳኻ ምስ ክጠልመኒ ይኽእል ኢለ ዝሓሰብክዎ ምስኡ ክነብር ኣፍቅደለይ ጻዕዳ ጻዕሕ ኢልካ ኣፋንወኒ።

ዘይግበር ብዓለም እሺ ኢለኩም ቀደም ሲልኩም ዞም ኤርትራ ከ ኣበይ ባይ ትኣምኑ ዶ ኣነ ኢለኩም እየ መጀመርታ ኢንግላድ እትው ምስ በለትስ ናብ ጎዝዩ ከይዳ ጓል ጃና ኣነ ቀደም ምሽ ነጊረኩም ፋራታት ኮንኩም በር ኣነ ቀደም እኮ ነጊረኩም ነረ ዞም ህዝቢ እዚኦም ኣይሰምዑን ምሽ ኣነ ቀደም ሓሪቀ ነረ በቃ ወሲድዋ ገለገለ ሽዑ እዩ ትሌለኦም ነሩ ሕጂ ድኣ ደጊሞሞ እዮም ትውደኣመት ገለገለ ተቃዛዝዩም

ኣውዳኣመቶም ፍቅሪ ኮሜ ዓሸላ ከኣ ወላ ኢንግላን ክኸይድ ኣነ ደኣ ዋ ዴቭ ደኣ ዴቭ ደኣ ጽርግያ ጽርግያ ናይ ሆላንድ ይሓ- የገ- የኸ- የኸትራ እዩ ዘሎ እዚ ህዝቢ የኸትራ እዩ ዘሎ በቃ ፍቅሪ ተፍቅር ወላ ኣይተፍቅርን ይብሎም ኣሎ እዞም ሆለንዳውያን ኤርትራውያን እንታይ ደኣ እ? ፍቅሪ ኣብያቶላ ንዴቭ ንዓይን ማለት እዩ ኣ ተጋሲሰና ንዓይን ማለት እዩ

ኣሲሮም ንቅድሚት ከምዚ ገይሮማ ጥራሕ ነብሳ ቪድዬ እንዳ መልኣ ኣብ ጥዑይ ከማን ኣብ ጥዑይ መሬት ከማን ከይድቅስ ኩርኳሕ መዓት ደንጎላ ዘለዎ ኣብ ገዛ ዕጽ ዓጽዮም ገንዘብ ክፈለ ገለ ኢሎም ከምዚኣ ገይሮም እሳቅይዋ ኣለዉ መን እያ እሞ እንታይ ፋልጣ ነትኣ ኣብ ኣዲስ ኣበባ እያ እዚኣ እንዳባት ኣይኮነትን እጂ በቃ እቲኣ ነዚ ደምፅኣቶ ጌሻ እንድያ ደላ ምስ ካልኣያ ወዲ ነቶም ከምዚኣ ዝገበርዋ ነዚኣ ቆልዓ ንእሽተይ እኳ ቆልዓ እያ ከኣ ነዞም ከምዚኣ ዝገበርዋ ስእለ ስእሎምን ዶኩመንቶምን ክህቡና እዮም። ትግርኛ እንዲዩ ዝዛረብ ዘሎ ከመይ ገይሮም ሓራይ ክኸውን ደኣ

እዚ ትግርኛ ይኮነ ንዕመቸም ኣምላኽ ሰላም ኣውርደልና እቲ ኣምላኽ ኣቦይ ከምዚ ዓይነት ክገብሩ ከለዉ እሞ ንጓል ኣንስተይቲ ዝወለደትኩም ጓል ኣንስተይቲ ከምኣ ዝገብራ ዘለስ ወዲ ድምፂ ስማዕ እዩ እሞ ንዓኻ ዝወለደት ጓል ኣንስተይቲ ብማህፀን ጓል ኣንስተይቲ ወፂኻ ከምዚኣ ጌርካ ዕርቃና ኣውፂኻ ነዛ ቆልዓ እዚኣ ከምዚኣ ጌርካያ ዘለኻ መቸም ኣይተፈለጥኩን ኢልካ ከ- እንድሕር ኮንካ ጉዳይካ ኣብ ኢድ ሞኒካ እዩ በፂሑ ኣሎ ከመይ ጌርና ኣብዛ ህዝቢ ነቃልዓካ ከመይ ጌርና ብሕጊ ንኸሰካ ክትርኢ ኢኻ እታ ወዛ ርግምቲ
እሺ ፋሚሊ ሎማዓንቲ ልሓዝኹም ቪድዮታት ዘየሞት ነይሮም ኣብ ቐፃሊ ብልገራርሞ ሓደሽቲ ቪድዮታት ሒዘልኩም ክምለስ እየ እስካዕ ሽዕቱ